ተፈታዊ ተክሾው ሜድያ ብዘይ ኣፈላላይ ንኹሉ ኣብ መዓዱ ያዕሲሉ ይጽዋዕ ኣሎ ንዑ ንሰማማዒሉ ተፈታዊ ተክሾው ሜድያ ናይ ኩሉ ንኹሉ ተፈታዊ ንፍልጠት ንንቕሓት ተፈታዊ ናይ ዓዲ ናይ ስደት ትምፍታዊ ናይ ንእሽተይ ዓቢ ትምፍታዊ ናይ ፍቕሪ መዓዲ ተፈታዊ ተፈታዊ ኣጆኻ ኣጣጣ ሞንታይ ዳ ግልባብ ኢልና ሓርሕና ከምዚ ከማኻ ገለ በሎ ገለ በሎ ማይሲ ዝዓርኪ ኣብሽር ዕንዱ ኣብታ ሶሻል ሚድያ እንታይ ገበሩ ትፈልጥ ኣታ ወዲያ ወዲኻ ወዲኻ ክትለካ እየ ከጥፋካ እየ ክብሉ እዮም ክዕ- በቃ ኣንቱ ሰባት ገዛ ዓፅዮም ካሜራ ወሊዖም ክፍክሩ ክትሪኦም ከለካ እኮ እምባ ዘፍርሱ እኳ እዮም ይመስሎም ብኣካል ምዝረክቦም ከዓ ፈጠጠጥ ፍርሕን ራዕድን ይሓድሮም ኣንቱ ሰባት ግርም እኳ እዩ ዝብለካ በቃ ግርም ግርም ግርም ግርም ኣነ ኣነ ወዲ ኣይተኸ እ ኢሳያስ ጅግና ክብል ገ ዝውዕል እዩ ካብቶም እ፣ ኣብ ኣፍ ልቡ ንኢሳያስ ባንዴራ ገለመለ ዝፀያየቕ እ፣ ናይ ህግደፍ ባርያ ይባይ ዝብል ሕጂ ኣብቲ ካሜራ ኣብቲ ቲክቶክ ክትሪኦ ከለካ ጅግና እዩ ዝመስል ኣብዚ ክሃድም ክንደይ ግዜ ድናካ ትሪኦ ክንደይ ግዜ ግን ኣነ ይፃወ ዘሎ እዩ ዝመስለኒ ክሪኦ ከለኩ ግን ናይ ብሓቂ ተዳሂሉ ማለት ኮይታ ዶላት እንታይ ኮ ስጋ ክንዲ እንታይ ከይገብሮ ሕጂ ፈሪሕዎ ኣፍኩም ሓዙ ከምታት እንድሕዳ ትፈርሑ ኮንኩም ኣብ ሶሻል ሜድያ ምስ ብዙሓት ሰባት ኣይትባሱ እንታይ ዝመስለካ ውፁእ ምስ በልሱ እንዳበሉ ግልብልብልብልብ እናበሉ እዮም ዝኸዱ ድሁላት መንፈሶም ዝጠፈኦ ማለት እዩ ኣብቲ እንተኣሽሙ ክህድድ ክፍክር ገለ ክትሪኦ ከለካ ግን በስማም ከምዚ እምባ ዘፍርስ እዩ ዝመስላካ በቃ ግርም እዩ ዝብለካ ዋይ ስጋዕ ክንድዚ ፍርሒ ኣሎ ጉድ እኳ እዩ ደቂ ዓድና ባይዘ ወይ ሓውና ኣሎ ኣንተ ወይ ሰባት ሲ እዚ ኣርኢኻ ዶ ኢሎም ሰይዶም ለኖ እዚ ሓውና ትሪእዎ ዘለኹም ወደባት እንዳበለ መልእኽቱ ዘሕልፍ ቀፃሉ ንሰምዑ ትኾኑ ኢኹም ተፈታዊ ቶክሾው ሲ ዶክተር ኣብይ ከይዱስ ኢንተርቪው እንተዝገብሮስ ፔቲሽን እንተይመላእናስ እንታይ ይመስለኩም ይብለዋ ኣሎ እስኪ ሓሳብኩም ናትኩም ከዓ ሃቡ ኢኹም ስምዕዎ እሞ እታ ዝሕልፋ ዘሎ መልእኽቲ ሓሳብኩም ከዓ ኣብ ስክሪን ክገብሮ
ኤርትራውያን ደቀባት ኣብ ሙሉእ ዓለም ዘለኹም እዚ ብድሕሪ ዘሎ ተፈታዊ ቶክ ሾው እዩ ፒቲሽን ክንመልእ ዝብል ሓሳብ ኣለኒ እሱ ከ እንታይ እዩ ብዙሓት ኤርትራውያን ደቀባት ነቲ ኣብ ኢትዮጵያ ዘሎ መንግስቲ ፕራይም ሚኒስተር ኣብይ ወይ ከዓ ናይቲ ብልፅግና ፓርቲ እንዳ ብውሽጦም እንዳደገፉ ግን ስክፍታ ዘለዎም ብዙሓት እዮም ኤርትራውያን ደቀባት ንምንታይ ክወርኦም ብሓይሊ ገለመለ ምሽ ኣሎ ስክፍታ ዘለየን ወይ ናይ ደቀባት ኤርትራውያን ሶ ንሕና ንዚ ነገር ክላሪፋይ ንምግባር ዳይረክትሊ ካብ ፕራይም ሚኒስተር ኣብይ እቲ ህዝቢ ኤርትራ ሙሉ ዓለም ዘሎ ህዝቢ ኤርትራ ሕቱኡ በብናቱ በብከተምኡ በብዓዱ ተገይሩ ኦርጋናይዝ ኮይኑ ንፕራይም ሚኒስተር ኣብይ ክሕተት ክሕተት ሕቶ እቲ ህዝቢ ኤርትራ ደቀባት እትም ደለይቲ ፍትህ ብፍላይ ክንሓቶ እሞ እቲ መልሲ ክህበና እቲ ስክፍታ ዘለዎ ሰብ ዳይሬክትሊ ካብቲ መልሲ ይረክብ ካብ ፕራይም ሚኒስተር ኣብይ እቲ ሕቶ እሶም ደይኮነስ ባዕልና እቲ ሰብ ነናቱ ሕቶ የዳልዎ እሞ ኦርጋናይዝ ገይሮም ነቲ ፕራይም ሚኒስተር ይሕተት ማለት እዩ እቲ ሕቶታት ሶ ንዚ ንዚ ሕቶታት ክሓትት ዝኽእል ጆርናሊስት ኣነ ሰርች ገይረ ኤርትራውያን ደቀባት እቲ ተፈታዊ ሾው ባዕሉ ከምቲ ዶክተራት ሓደ ግዜ ሓይምካ ትኸይድ ከለኻ ክንደይ እቲ ቃንዛ ካብ ዓሰርተ እስከንደይ ይበፅሕ ብሉኻ እዮም ገገሊኦም ኣርባዕተ ክልተ ሰለስተ ትሽዓተ ክትብሎም ትኽእል ኢኻ ዋላ ክሩምቲ ሓይምካ ትኸይድ ከለኻ ቃንዛ ክንዲ ምንታይ ኢሎም ሓተካ እዩ ዶክተር ሰበን ትብሎ ሲክስ ትብሎ ምሻሉ በብናቱ ሴም ቲንግ ተፈታዊ ከም ደላይ ፍትሒ ካብ ዓሰርተ ሓቦ ቴልኩምኒ ካብ ዓሰርተ ሽዱሽተ ዝቦ ኤርትራ ደቀባት ንምንታይ ኣነ ባዕለ ዝቃወሞ ዝነበርኩ ሰበ ምስ ናይ ቲፒኤልኤፍ ብሓባር ከሎ ማለት እዩ ከምኡ ስለ ዝኣመን ከዓ ቲፒኤልኤፍ ከዳዕ ምዃኑ ስለ ዝኣምን ንደቀባት ክትክሕዶም ምዃና ስለ ዝኣምን ብዙሕ እቲ ናቱ ኣካይዳ ይድግፎ ነይረ ኤርትራ ንደቀባት ኮምፔር ትገብሮ ከለካ ኩሎም ተፈታዊ ሽዱሽተ ተሂብናዮም ኩሎም ኣብ ኤርትራ ዘለዉ መብዛሕትኦም ክልተ ነጥቢ ሓደ ገሊኦም ዜሮ ኣሎ ጋዜጠኛታት ዝበሃሉ ዘሎ ኤርትራ ደቀ ከም ፕሮፌሽን ጋዜጠኛ ድሓዙ ማለት እዩ ገሊኦም ሰለስተ ኣለዉ ገሊኦም ገለ ኣለዉ እቲ ዝሓሸ ዝሓሸ ኣብቲ ድሌቲ ፍትሒ ዘሎ ተፈታዊ ሸው እዩ ብዘይ ካልእ ኣለም ኤርትራውያን ደቂ ኣባት ኣይፈልጦን እየ ፐርሰናሊ ኣድቨርታይዝ ኣይኮኑ ዝገብረ ኩሉ ዘለኹ ኤርትራ ንዓና ኤርትራውያን ደቂ ኣባት ንካሕሸና ክንዕወተሉ መንገዲ እየ ፎከስ ዝገብር እምበር ንዑ ንተፈታዊ ሾው ኣድቨርታይዝ ኣይኮንኩ ዝገብር ዘለኹ ኤርትራውያን ደቂ ኣባት ንደቂ ኣባት ኤርትራውያን ክሕሸና ኩሉ ግዜ ከምዚ ክንብል ከለና ዝውጥጥ ሰብ እውን ኣሎ እዩ ብድሕሪት ሓደ ኤርትራዊ ንቕድሚት ክመጽእ ከሎ ንድሕሪት ዝስሕቡን ኣሎ እዮም ማለት ኤርትራውያን ደቂ ኣትላት ካብዚ ካብዚ ካብዚ ዓይነት ሕማም ነብስና ክንከላኸል ኣለና ኤርትራውያን መዓት እዮም ዘለዉ ስለ ዝረኣኹ መዓት መዓት ካብቶም ጋዜጠኛታት ዝበሃሉ ሶ በዚ ኣጋጣሚ ፒቲሽን ኣብ ሙሉእ ዓለም ዘለና ኤርትራውያን መሊእና እቲ ፒቲሽን ብቀረባ ዝግበር ናይ ኢትዮጵያ መንግስቲ ኣብቲ ከባቢና ዘሎ ብኦርጋናይዝ መንገድ ተኸይዱ ንደለይቲ ፍትሒ ደቀባት ኤርትራውያን ኢንተርቪው ክገብሩ ሕቶ ኣለዎም፣ ስክፍታታት ኣለዎም። እዚ ስክፍታ ቀንጢጦም ክድርብዮ ተኮይኖም ሲ ዳይሬክትሊ ፕራይም ሚኒስተር ዝሕተ ክሓትት ዝኽእል ሰብ ሓደ ደላይ ፍትሒ ይተልዩ ኣብቲ ሞያ ኣብቲ ፕሮፌሽን ዋላ ኢንተርናሽናላይዝ ዝኾነ ሰርቲፊኬት ተፈታዊ ኣይሃልዎ ባዕልና ኢንተርናሽናል ክንገብሮ ንኽእል ኢና ኤርትራውያን ደቀባት ዓቕሚ ኣለና ኩላትና ኤርትራውያን ኣብ ሙሉእ ዓለም ዘለና ሰባት ንተፈታዊ ሸው ኢንተርናሽናላይዝ ክንገብሮ ንኽእል ኢና ዓቕሚ ኣለና እዩ ፒቲሽን ጥራይ ዘድሊ ኤርትራ ኢሜልና ቴሌፎን ነምበርና ገለገለ እዩ ዘድሊ ሽምና So ኩላትና ኤርትራውያን ደቀባት እዚኣ ንድግፋ ተኮይና እቲ ፒቲሽን ዋላ ንዑ ውን ዳሪርክትሊ ኣብጽሑሉ እዚኣ እቲ ፒቲሽን ይገበር እሞ ንፕራይም ሚኒስተር ኣብየ ከይዱ ክሓቶ እቲ ሕቶታት ከዓ በብከባቢኡ ካብቶም ዘይተፈተየ ተዋፂኡ እዚ ሕማቅ ፅቡቅ ዝበሃል ሕቶ የለን ኩሉ ኤርትራዊ ስክፍታ ዘለዎ ንኩሉ ፆሚቆም ንፕራይም ሚኒስተር ኣብ ዝሓትዎ ሕቶታት ይዳሎሞ መጀመርያ ግን እታ ፒቲሽን ሰባት ክንመልእ ኩላትና ኤርትራን ደቀባት እዚ ሓሳብ ኩልኹም እንድግፋ ሰባት ብሓባር ኮይና ባለ ባዕሉ እውን ተፈታዊ ሸውን ካልኦት እንተልዮም እዚኣ ኦርጋናይዝ ገርና እዛ ፑሽ ንግበር ንኤርትራ ንቀብ ዓወት ትወስደና ዝብል እንታሽሙ ኣለና ነዚኣ ንብዙሓት ሰባት ስክፍታ ክትቅጠጥ እያ እታ ተጠንቂጥ እዚኣ ከዓ ናብ ተወፍዩ እቲ ደላይ ፍትሒ ኮይኑ ድሌቱ ክገብር ኣክቲቭ ዝኾነ ፓርቲስፔሽን ክገብር ይኽእል እዩ ትሰብ ማለት እዩ ንምንታይ ዝተኣሰሮ ነገር ኣለዎ እቲ ናይ ሕግደፍ ፕሮፓጋንዳ ሓያል ኤርትራ እንደገባ ቅድሚ ከምታይ ባድመ ማለት እዩ ከምቲ ሓኒሽ ሓኒሽ ሓኒሽ ሓኒሽ ባድመ ባድመ ባድመ ዓሰብ ዓሰብ ዝበሃል ነገር እዚኤን ሕማማት እየን ባዕለን ኤርትራውያን ደቀባት ሶ ነዚ ነገር ክላሪፋይ ክንገብር ናይ ግድን ጋዜጠኛ ክንልእኽ ኣለና ኣብኡ ብምንታይ ንልእኹ በቲ ናትና ፒቲሽን ጌርና ዳይሬክትሊ ምስ ፕራይም ሚኒስተር ኣበ ኮይኑ ሕቶታት ተሓቶ ናይ ህዝቢ ናይ ኩላትና ሕቶ ማለት እዩ ኤርትራውያን ደቀባት እዚያ ኩላትና ንሰማማዓላ ተኮይና ተፈታዊ ሸው እንድቕበላ ተኮይኑ ማለት ድሌት እዩ ኣይቅበልን ክብል ይኽእል እዩ ሰብ እዩ ግን ይቕበሎ እዩ ዝብል እምነት ካለኒ ንምንታይ ቃልሲ ዝበዓሉ ኣካል ቃልሲ በቲ ሞዩ በቲ ዝሰርሓሉ እሱ እቲ ሞዩ ጋዜጠኛ ኮይኑ እዩ ከም ጋዜጠኛ መጠን ከዓ ኣብ ናይ ቢ ኢንተርናሽናል ዝኾነ ከምዚ ዓይነት ጋዜጠኛ መራሕቲ ሓሊቱ ኣይፈልጥን ንኸውን ዋይኖት እቲ ሕቶ ቀፃሊ ሓቶ ኣሎ ኣብ ሰዋላ ሓንቲ ሓድሽ ነገር ኣደነ ኣይሐድሾን ዝብል እምነት ኣለኒ ግን ነዚ ፕሪፓሬሽን ኣለዩ እቲ ፒቲሽን ከዓ ተፃሒፉ ኩላትና ክንፍርመሉ ፈሪምና ናብቲ ዝምልከቱ ኣካል ናይ ኢትዮጵያ መንግስቲ ክለኣኽ በቲ ብኡ መሰረት ከዓ ፑሽ ክንገብር ኩላትና ዝብል እምነት ኣለኒ ኤርትራውያን ደቀባት ኩልኩም እዚያ ነገር ትሰማሙላ ተኾንኩም ንታይ ናብ ምድላው ክንከይድ ናብቲ ምድላው ፒቲሽን ማለት እዩ ዋላ ተፈታዊ ባዕሉን ከዳልዎ ክእል እዩ ወይ ካልኦትን ሰባት ኒትራል ዝኾኑ ሰባት ከዳልዎ ክእል እዮም ናይ ድሌት ፍትሒ ማለት እዩ ካብኡ ሽዑ ኩላትና ፈራሪምና ነቲ ሕቶታትና ንፕራይም ሚኒስተር ክነሓቶ ኩሉ ሰብ ኤርትራ ወደባት ከዓ ነፃ ኮይኑ በቲ ሕቶ መልሲን ኩሉ ነገር ፈሊጡ ኣብቲ ቃልሲ እውን ድሉ ኮይኑ እንታይ ይመስለካ
ሕጂ ጃስተዋል ተፈታዊ ጋዜጠኛ ድኻ ኣይኮንካን ትብል ነርካ ንክትሓትት እኮ ጋዜጠኛ ምዃን ኣድልየካን እዩ ጃስተዋል ንሕና እኮ ተቓለስቲ ኢና ባይ ንክትሓትት ዩ ዶን ሃቭ ቱ ቢ ጆርናሊስት ኢትስ ናት ማስት ማለት ጆርናሊስት ክትከውን ገለ ብሓፈሽኡ እቲ ዘቕረቦ ዘሎ ሕቶሲ እንታይ እዩ ብዙሕ ኤርትራዊ ስክፍታ ከም ዘለዎ ይረኣየካ እንድዩ ምስቲ ካብ ዶክተር ኣብ ጀሚርካ ዝተፈላለዩ መራሕቲ ናይ ኢትዮጵያ ብዛዕባ ልእላውነት ዲ ብዛዕባ ባሕሪ ዝዛረብዎ ስክፍታ ናይ ብዙሕ ኤርትራዊ እዩ ዘሎ ስለዚ ስክፍታናሲ ይተሓተት እንታይ ንምባል እዩ ኢሳያስ ንምእላይ ኢትዮጵያ ከኣ ኣፍደገ ባሕሪ ናይ ምጥቃም ድሌት እንተኾይኑ ኩሉ ህዝቢ ኤርትራ ነዚ ክድግፎሲ ይኽእል እዩ። ከምዚ ዓድኻ ክወስደልካያ ልእላውነትካ ክወስደልካያ እንተኾይኑ ግን ስክፍታ ናይ ብዙሕ ዜጋ ምዃኑ ርዱእ እዩ ማለተይ እየ። እም? ደሓን ንሱ ጋዜጠኛ ኢሉ ይፅውዓኒ እንተሎ ንሱ ደሓን ወላ ዶክተር ኢልኩም ናይ ክብሪ ፀዋዒት እውን ፅውዑን ሰባት እኮ ኣለኹም ኢኹም ኣነ እኮ ዶክተር ኣይኮንኩን ናይ ክብሪ ሽም ምሽ ኣሎ ንኣብነት በዓል ዶክተር በረኸት እኮ ዶክተር ኣይኮኑን ናይ ክብሪ ሽም ዶክተር ገለ ዝቦም ፎር ኤግዛምፕል እየ ዛረብካ ኣለኹ እቲ ዝሰርሖ ዘለኹ ስራሕ እውን ስራሕ ጋዜጠኝነት እውን ክኸውን ይኽእል እዩ ግን ጋዜጠኛ ኣይኮንኩን ኣነ ብሓፈሽኡ እቲ ዝብሎ ዘሎ እንታይ እዩ ስክፍታ ናይ ኩሉ ንመንግስቲ ኢትዮጵያ ባይዘወይ እቲ ሓሳቡ ኣነ ይጸላእክዎ ነዛ ሓውና ምሕታት ኣይጽላኣን ማለት እንታይ ድዩ ኤርትራ ኮነ ኢትዮጵያ ብሰላም ክነብራ እንተኮይነን ከምዚ ብላዕ ከም ኣሕዋት ተሓሳሰብ ከም ጓነት ዝበሃል መመሬትካ ለልእላውነትካ ተኸባቢርካ ግን ከዓ ንሕና ሕጂ ኢትዮጵያ ካብ ዘላትን ላዕሊ ክትብልፅግ ክትዓቢ ካብ ኤርትራውን ክትጥቀም ንደሊ ኢና ንሕና እውን ካብ ኢትዮጵያ ክንጥቀም ንደሊ ኢና ብነፀ ኮማንሲ ብጥራዊ ኮማንስ ልዕሊ ፍርቂ ሚልዮን ዝኾነ ኤርትራዊ ኣብ ኢትዮጵያ ኣሎ ሕሰብዎ እሞ ጸላኢትና ኣይኮነትን ንሕና ጸላኢና ሻዕብያ እዩ ኢትዮጵያ ንዓና ጸላኢትና ኣይኮነትን ማለት እዩ ቅድሚ ሕጂ ሻዕብያ ወያነ ጸላኢኹም እንዳበለ ሰላሳ ዓመት ይዛረብ ከም ዘይነበረ ሎሚ ምስ ወያነ ክተሓቋቆፍ ንሪኦ ኣለና ሶ ንሕና ጸላኢና ሓደ ኢሳያስ ጥራይ ዓድና ከመይ ጌርና ነመሓድር ንሕና ጥራይ ዘይኮና ኩሎም እተን ከባቢና ካብ ኢትዮጵያ ጀሚርካ ከመይ ገይሮም እቲ ፀጋ ፀጋ ናይ ኤርትራ ድዮም ናቶም ድዮም ንማቓራሕ እንካን ሃባን እዩ ኣብ ዘዕብየካን ካብ ሃገራት ኤውሮጳ ክንመሃር ማለት እዩ ሶ ምዝርራብ ኣይፅላእ እዩ ዛረብ ከለካ ግን ኣብ ጉዳይ ልላውነትካ ድዩ ኣብ ጉዳይ ናይ ተጠቃምነት ባሕሪ ድዩ ኣብ ካልእን ካልእን ማለት እዩ ፎር ኤግዛምፕል ንሕር ድኣ ንኢትዮጵያ ካብ ጅቡቲ ብሚልዮናት ወይ ብቢልዮናት እንድሕር ትጥቀም ኣላ ካብ ጅቡቲ ንሕና ብሚልዮናት ዘይንህበሉ ኣጋጣሚ የለን ወይ ድማ ንሕና ካብኣቶም ካልእ ንጥቀም ንሳቶም ኣፍደገ ባሕሪ ዓሰብ ስጋዕ ሕጂ እኮ ጥቀመሉ የለን by the way so እንካን ሃባን ጌርካ ሰላምካ ተውሕስ ኣብቲ ቀርኒ ኣፍሪቃ you know ኤርትራዊ ከም ድሌቱ ኣዲስ ኣበባ ኣስመራ ኣትዩ ዝውዕለሉ ሓደ መዓልቲ ዓድኻ ብቢዝነስ ከተዕብይር ከለኻ ብቁጠባ ነው ከምኡ ዝሓስብ ስርዓት ኣብ ኢትዮጵያ ክህልዎ the same thing ኣብ ኤርትራ ውን ክህልዎ ናይ ምዕባለ መንፈስ ማለት እዩ ናይ ዲሞክራሲ ናይ ዕብየት ሕጂ እቲ ሕቶሲ ኣይጽላኣኒ እሞ ከመይ ትርእይዋ ኢኹም ዝብለኩም ዘለኹ እቲ ሕትኡሲ ወይ ከዓ እቲ ርእይትኡ ጽቡቕ እዩ ኣይጸላእክዎ ማለት እቲ ብዙሕ ሕቶ ዘለዎ ናይ ብዙሕ ኤርትራዊ ድማ ቁርብ ዘፍ ምበለ ማለተይሲ ብዙሓት ሰባት ገለ ገሊኣቶም እኳ ነቲ እርጌ ንሓመዱ ግንባር ኣብቲ ኢትዮጵያ ምህላው ጥራይ ተቓውሞ ንክገብሩ ክብሉ ከም ምኽንያት ዝጥቀምሉ ኣለዉ እንድዮም። ብሓፈሽኡ ግን ኣብዚ መንግስቲ ኢትዮጵያ ንጹር ክገብሮ እዩ ዝግባእ። ንሕና ጸገምና ኣብ ኤርትራ ዘሎ ስርዓት ደኣ እምበር ብዛዕባ ልእላውነትዶ ብዛዕባ ባሕርዶ ጸገም የብልናን ማለት እዩ። ምስ ኢትዮጵያ ይኹን ምስ ካልኦት ከኣ ተኸባቢርና ብሓባር ቁጠባ ዕብየት እንዳገበርና ክንነብር ኢና ንደሊ። Anyway እቲ ሕትኡ ኣይጸላእክዎን። Thank you ወዲ ዓበይቲ። ዋእ ኣነ ዕድል ረኺበ ንዶክተር ኣቢ ክሓቶ ደስ ዝብለኒ ኣይ ጸገም ኣለዎ ንሓቶ ቅድሚ ሕጂ ከምዚ ኣማኑኤል ኣሰና ድዩ ንመለስ ዜናዊ ሓቲትዎ ዝነበረ ትሓቶ እሞ እንታይ መልሲ ትረክብ ከዓ ዝያዳ ማለት እዩ ስጋዕ ሕጂ ዶክተር ኣቢ ብኤርትራውያን ኣይተሓተተን ዘሎ ስለዚ ፅቡቅ እዩ ቅቡል እቲ ሕቶኻ ወዲ ዓበይቲ መን ንፈልጥ እንታይ ፔቲሽንን ገለን ኣድልዩና መንግስቲ ኢትዮጵያ እዚ ሕቶታት ኣለና እሞ ክንሓተካ ፍቃደኛ ድልካ እኮ መልእኽቲ ሰዲድካ እንድሕር ተቐቢልዎ መልእኽትኻ እንታይ ከምዚ ዶክተር ኣብ ምርካብ ማለት እኮ ከምዚ መንግስቲ ሰማያት ምእታው ወይ የሱስ ክርስቶስ ምርካብ ማለት ኣይኮነን ዝኾነ መራሕቲ ኣብ ዝኾነ ዓዲ ዘለዉ እኮ ብጋዜጠኛታት እዮም ኢንተርቪው ዝግበሩ ኣይኮነን ድዩ ስለዚ ንሕና ከዓ ከም ተቃለስቲ ቃልስና እውን ኣብ ኢትዮጵያ ከም ዘሎ መጠን ክንሓቶ ፅቡቅ እዩ ናይ ብዙሕ ሕቶ ስለዝኾነ ማለት እየ ኤንወይ ኣነ ከኣ ተፈታዊ ሽመይ ጽቡቅ ጽቡቅ ጽቡቅ ሜሪ ብዝኾነ ቴንክ ዩ ክብሎ ደሊ ነዚ ሓውና ነቲ ዘቕረቦ ሕቶሲ ቅቡል ሕቶ ናይ ብዙሓት ኤርትራውያን ስለ ዝኾነ ኣደ ደስ ብለኒ ባይዘወይ ዕድል ረኺበ ዶክተር ኣብዪ ኢንተርቪው ክገብሮ እንታይ ድዩ እቲ ሕቶ ኮ ካብ ብዙሓት ሰባት ኢኻ ሕቶ ተዋፅኦ ጾሚቕካ ከኣ እዚ ይሓይሽ ዝበልካዮ ተቕርብ ማለት እዩ። ሶ ንሕና እውን ምስ መንግስቲ ኢትዮጵያ ተሓባቢርና ናይ ሓባር ጸላኢና ሻዕብያ ጉሒፍና ከኣ ሰላምናን ሰላም ኢትዮጵያን ብሓባር ነውሕስ። ኢትዮጵያ ከኣ ኣይትጨናነቕን። ኣፍደገ ባሕሪ ከኣ ብኣዝዩ ውሑስ ዝኾነን ብኣዝዩ ፌር ዝኾነ ዋጋን ከኣ ናይ ተጠቃምነት ኣፍደገ እንድሕር ደኣ ፈቒድካሎም ናይ ዋንነት ከም ዘይብሉ ትገብሮም ማለት እዩ። ኣብኡ ነጎሸይት እዩ። እንካን ሃባን እዩ። ፖለቲካ ከኣ ናይ ሓባር ረብሓ እዩ ማለት እዩ። ኤንወይ እቲ ፍቓድ ከመይ ኢልካ ትረክብ ካልእ እዩ ማለት እንታይ ድዩ ኣፕላይ እኳ ኢኻ ትገብር ካልእ እኮ የብሉን ንሓቲ ትፍቀድ ድዩ የስ ተኮይኑ ቆፀራ ጌርካ ምሕታት እኳ እዩ እንታይ ፀገም ኣለዎ ድዩ ዋላ ኣብኡ ኢትዮጵያ ከትካ እውን ክትሓቶ ትኽእል ኢኻ ኢንፐርሰን ማለት እዩ ኣብ ላይቭ ኣምፂኻ ገለ ዘይኮነ ጀነራሊ ግን እቲ ሕቱስ ኣይፅላእን እዩ ክብለኩም ኢለ ኣጋጣሚ ኣብርሃም ሲ ዩጋንዳ ከይዱ ኖ ካብቲ ዝረኣዮ ኣብኡ ንእሽተይ ሓሳብ ሂብ ርእዮ ኣለኹ። ሰላም ሰላም ኣብ ኬንያ እንድየ ዘለኹ ኣብ ሓደ ዕዳጋ ሕጂ ኣብዚ ጥቃይ ዑፍ ውን ዝሸይጥ ከምዚ ፓኒኖ ገለ ከኣ ትሸይጥ ሓንቲ ሓብትና ኣላ ማለት እዩ ኬንያዊት ሕጂ እታ ዑፍ ውን ምስ ሃቡኻ ሚእቲ ሚእትን ሓምሳን እታ ፓኒኖ ውን ከምኡ ኢኻ ትኸፍሎም ማለት እዩ ኣብዛ ክሰያም ግን ታቤለኦም እንታይ ኣላ እታ ቁፅሪ ቴሌፎኖም ኣላ ማለት ስለዚ ካብኡ ኣስኻ በታ ባንክ ባት ብሞባይልካ ጌርካ ኣብታ ቁፅሪ መእቱ ተብለሎም ኣብታ ቴሌፎኖም ወዲኻ ኣለኻ ብጣዕሚ ኬና ፅቡቕ ናይ ናይ ፋይናንሲንግ ሲስተም ኣለዎም ደስ ዝብል ማለት ሲ ሓደ ሸያጥ ዕፉን ከምዚ ዓይነት ፅቡቕ ኣገልግሎት ክረክብ ከሎ ዓበይቲ ሱፐር ማርኬት ዘለዎም በዓል ኣብ ኤርትራ ከዓ እዚ ዓይነት ፋይናንስ ሲስተም እውን የብሎም ማይ ስለዚ ኣፍሪካ ፅቡቓ ትኸይድ ዘላ ተስፋ ንገብርካ ኩሎም ከምዚ ክኮናልና ማለት እዩ። ኣፍሪቃ ድኣ ጽቡቅ ትከይድ ኣላ ኤርትራ እያ ኣፍሪቃ ዘየላ እንበር ሓቁ እኮ እዩ ኣፍሪቃ ሲረዮ እቲ ሲስተም እቲ ባንኪን ሲስተም ዲቲ ካልእ ማልእ እዚ ከመይ ይከይድ ኣሎ ኣብ ዓድና ግን ግደፎ እሞ ካልእ ስጋዕ ሎሚ ኤቲኤም የለ ናይ ባንኪን ሲስተም ዝኮነ ዓይነት ምዕባለ የለ ቴክኖሎጂ የለ ዓድና ድኣ እንታይ ኣብ ዘመነ እምኒ እኮ እያ ትነብር ዘላ የሕዝነካ እዩ ነገር ናይ እዞም ጋዜጠኛታት ተመሊሶም ናይቲ ህዝቢ ፊድባክ ንእግረ መንገዶም መልሲ ሂቦምሉ ኣለው ደስ ዝብሉካ ጋዜጠኛታት እንደገና በርትዑ ክንብሎም ኣብ ዝሓለፈ ግዜ ኣዝዩ ኣዛራቢ ዛዕባ ዝነበረ ምትራፍ ናይ ተጻወቲ ኩዕሾ ኤርትራ ኣብ ደገ ሸውዓተ ሰባት ማለት እዩ ኣብኡ ዝሃብዎ ርእይቶኦም ብሱል ነይሩ ብዙሕ ሰሓባይ ሽሕን ገለን ሰብ ከኣ ርእይቶ ኣብኡ ሂብሎም ኮመንት ኣቐሚጡ ኩሉ ውን ፖዚቲቭ እዩ ነይሩ ሶ ነቲ ፊድባክ ናይ ህዝቢ ርእይቶም ሂቦም ኣሎ እስከ ንእሽተይ ንስማዓዮ ተጻወትታን ዝምልከት መደብ ሰሪሕና ነርና እሞ ቅድሚ ዕሚቑና ኣብቲ ዝርዝራት ኣብ ተወሳኺ ዝርዝራት ምእታውና ግብረ መልሲ ህዝቢ ከመይ ረኪብካዮ እዋ ብጣዕሚ ፅቡቅ ናይ ብሓቂ ኣብቲ ግብረ መልሲ ዝበልካ ቀጥታ ናብ ሕቶ ክምልስ ብጣዕሚ ተሓጒሰ ኣነ ኣዝየ ዝዓገብኩሉ መደብ እዩ ካብዚ ኩሉ ስፖርት ሰራሕናዮ ወይ ትሕዝቶታት ዘቕረብናዮ እታ ኣዝየ ዝዓግብኩላ ዝሓለፈ ሰሙን ብዛዕባ ሃገራዊት ጋንታ ኩዕሶ እግሪ ኤርትራን ምስኡ ዝተኣሰር ምጥፋእ ተጻወትን ብዝምልከት ግብረ መልሲ ናይ ህዝቢ ብጣዕሚ ጽቡቅ ነይሩ ብክልቲኡ ወገን ዋላ ነቀፍቲ እንተነበሩ እውን ሚእቲ ሚእታዊት እንታይ ኣረጋጊጸ ኣነ እቲ ዘቅርብኩሞ ጭብጢ ሓሶት ወይ ጌጋ ኣይኮነን ዝብል ስለዘይነበረ ብጣዕሚ ዓጊበ የቀንየልና ኩሎም ይንሊ። ጽቡቅ ኣነ ውን ከም ናትካ ተመሳሳሊ ሪኢቶ ዩ ዘለኒ እቲ ዝዓበየ ነገር እንታይ ዩ ኣብቲ ዝተዋህበ ሪኢቶ ኣብቲ ዝሃብናዮ ሪኢቶታት እዚ እዚ ወይ ኣብዚ ኩርናዓት እዚ ቁኑዕ ኣይነበረን እዚታት ሓሶት ዩ ዝብል ሪኢቶ ኣይተቀበልኩን ስለዚ ኣብቲ ዝዓበየ ኣርእስቲ ወይ ኣብቲ ዝዓበየ ጽላል ቅኑዕ ርእይቶ ክሳብ ዝሃብና ድማ እቲ ካልእ ብድሕሪኡ ዝመጽእ ኣብ ካልኣይ ኣብ ሳልሳይ ምናልባት ኣብ መበል ዕስራ ተርታ ዝስራዕ ኣርእስታት ክኸውን እኽእል እዩ ሓቂ ዘረባ ከምዚ ዓይነት ግብረ መልሲ ካብ ተኸታተልቲ ኣይተጸበኹን ክሳብ ክንዲዚ ክበፅሕ እዩ ወይ ከምዚ ዓይነት ዋሕዚ ከምፅእ እዩ ዝብል ርእቶ ወይ ሓሳብ ኣይነበረንን ምክንያቱ ወላ ውሽጢ ሃገር እንከለና እውን ካብዚ ዝኸብድ ካብዚ ዝተርር ዓይነት ነቐፌታታት ነውሕዝ ነርና ኢና እዚ ናይ ሎሚ ምስ ምጥፋእ ሃገራዊት ጋንታ ተኣሳሲሩ ወይ ምስ ምጥፋእ ገለ ተፃወቲ ሃገራዊት ጋንታ ተኣሳሲሩ ዝተዋህበ ርእቶም ክሳብ ክንድዚ ኣዛራቢ ምዃኑ ነቲ ንቑሕ ኩነተ ኣእምሮ ናይ ኣፍቃሪ ኩዕሶ እግሪ ወይ ኣብ ስፖርታዊ ኩነታት ናይ ኤርትራ ልዑል ተገዳስነት ዘለዎ ህዝቢ ዘርኢ ስለ ዝኾነ ናይ ብሓቂ ተሓጒሰሉ እየ እወ ክብራብ ከምቲ ዝበልካዮሲ ምናልባሽ ምስዚ ናይ ሶሻል ሚድያ ዝርግሐ ምዕባለ ኩሉ ሰብ ከኣ ኣብ ኢዱ ሶሻል ሚድያ ስለ ዘለዎ ሞባይል ከምዚ ዓይነት ነቐፌታ ሓደ ኣብቲ ደገ ኣይተለመደን ጸኒሑ ትንክፍ ኣቢልካዮ ዝጸናሕካ ኣብ ውሽጢ ዓዲ ብግልጺ ንዛረበሉ ዝነበርና ጉዳይ ከም ኣብነት ክጠቅስ ይኽእል ሕጂ ብናተይ ጀሚረሲ ኣብ ዞባ ሰሜናዊ ቀይሕ ባሕሪ ኣብ ዝነበርኩሉ ግዜ ናይቲ ዞባ ኮሚሽነር ስፖርት ኮይኑ ተመዚዙ ነበረ በቲ ዝተኸዶ ነበረ ናይ ስፖርት ምሕደራ ፍፁም ዝሰማማዕ ስለ ዝነበርና ብሓሳባት ኳሌታ ንኳሌታ ንተሓናነቕ ነርና ኢና እዚ ብማስ ሚድያ ይዝረበ ነይሩ ክብሪ ኣብ ዝነበርካ ዝዝክሮ ኢኻ ብቴሌቭዥን ንመላለሶ ነርና ብሬድዮ ንመላለሶ ነርና ነቲ ስፖርትካ ናይቲ ዓዲ ሲ ብውሱን መልክዑ ካዳተ ዝብልኩስ ኣማሒሽዎ እዩ ንኣብነት ከምኡ ዓይነት ነቐፌታ ንገብር ስለ ዝነበርና ምስኡ ክሳብ ካብ ሰሜናዊ ቀይሕ ባሕሪ ናግራዊት ጋንታ ኩዕሶ እግሪ ኤርትራ ዝተመረጹ ተጻወትቲ ነይሮም እዮም ከም በዓል እስክንድር ከም በዓል ኣቢል ብርሃነ እንታይ የምጽኦ እዚ ኣብቲ ባይታ ዘሎ ሓቂ ምዝራብ ክትዛረብ ከለኻ ከኣ ጭብጢ ሒዝካ ስኢልካ ዘይኮነ ኣፍካ ዝሃበካ ዘይኮነ ጭብጢ ኣብ ባይታ ዘሎ ሒዝካ ትዛረብ ነቲ ሓቂ ከኣ ተተግብሮ ሕጂ ሽዑስ መጀመርያ ምስ ሕጂ ክንመላለስ ከለና ከምዚ ቁሩብ ዋጭዋጭ ነይሩ ዳሕራይ ግን ብሓቂ ሓቂ ህዝቢ ከ እንዳፈለጦ ብፍላይ ናይ ስፖርት ቤተሰብ እንዳለመዶ ምስ ከደ ኣብቲ ምዕባለ ናይ ኩዕሶ እግሪ ብፍላይ ኣብቲ ዞባ ሰሜናዊ ቀይሕ ባሕሪ ዝበሃል ርኡይ ለውጢ እዩ ኣምፅኡ ስለዚ እዚ ትማሊ ዘለዓልናዮ ንገለ ሸነኽ ክፋል ሕብረተሰብና ብፍላይ ኣፍቃሪ ኩዕሶ እግሪስ ኣሰንቢድዎ ከምዚ ሰንቢዱ እኳ እዩ ዋላ እቲ ኣሉታዊ ግብረ መልሲ ዝሃበ ሲ ሰንቢዱ ዛረብ ዘሎ ነጋ ነጋ እንዲ ነጋ ይመስለኒ ያ ኣይጌሶ ነጋ እንዲ ዛረብ ዘሎ ሰየስ ኖ ነጋ እንዲ ዝዛረብ ዘሎ ራይ ያ ያ ያ ደስ ጋይ ሜድ ሂስትሪ ብጣዕሚ ብጣዕሚ ደስ ዝብሉካ በቃ እቲ ገላልፆም ሲ ከምዚኣቶም ዓይነት ጋዜጠኛታት እዮም ጠፊኦምና ነይሮም ሕጂ መፂኦም ኣለዉ ይቐፅለሎም ናይ ብሓቂ ደስ ዝብል ወይ ከዓ ከምዚ ካብ ስንባደ ዝተላዕለስ ከምዚ መጀመሪኡ ኣፉ ዘጽሪ ዘሎ ቆልዓ ሽምካ ክትጽውዖ ክብል ደስ ዘይብለካ ቃላት እንድሕር ተጠቂሙሲ ኣየሰንብደናን ምሽ ዋላ ኮምኡ ዓይነት ቃላት እንተፈነዉ ዘሰንብደና ኣይኮነን ንዓና ንዖም ግን ኣሰንቢድዎም ከምዚ ዓይነት ነቐፌታ ከሉ ከምዚ ዓይነት ክስታይ ከሉ ነቐፌታ ኣይኮነ ኢንፋክት እዚ ኣብ ባይታ ዘሎ ሓቂ ክኸውን ዝነበሮን ብሕጂ ክኸውን ዘሎ ኢና ተዛሪብና ካልእ ኣይኮነ ስለዚ ከምዚ ዓይነት እንካን ሃባን ዝርርብ ኣብ ጭብጢ ተመርኪዝካ ፕሩፍ ዘለዎ ስኢልካ ኣይኮነ ዝዛረብ ክትዛረብ ከለካ ነቲ ስፖርት ቤተሰብ ጥራሕ ዘይኮነስ ነቲ ቤት ፅሕፈት ኮሚሽን ስፖርትን ሃገራዊ ፌደሬሽን ኩዕሶ እግሪ ኤርትራን እንተላይ ነታ ሃገራዊት ጋንታ ኤርትራ ክሳዕ ክንደይ ሓጋዚ ምዃኑ በዚ ኣጋጣሚ እዚ ንኩሎም ተኸታተልቲ ደጊመ ክገልፀሎም ይደሊ ፅቡቅ ኣለካ ነጋ ምናልባት ከምዚ ዓይነት ርእቶ ከምዚ ዓይነት ማለኮ ፅቡቅ ኣለካ ነጋ ብሎ ኣሎ ንስ እዩ ኣሊ እቲ ድምፁ እቲኦም ማስ ከንፈር ንምግባር እዩ ፅቡቅ ኣለኹም ነጋ ነጋ ወልደ ገርጊስ ዝኾኑ ዘሎ ማለት እዩ እታ
ንኣባላት ስድራ ቤት ስፖርት ሓድሽ ኣይኮነን። ኣብ ኩሉ ዓውድታት፣ ኣብ ኩዕሶ እግሪ፣ ኣብ ኣትሌቲክስ፣ ኣብ ቅድድም ብሽክለታ፣ ኣብ ካልእ ብቐጻሊ ንወፍሮ ዝነበርና ዓይነታት ስፖርት ብስፍሓት ነዘውትሮ ብቐጻሊ ርእቶታት ንህበሉ እንታይ ትዛረብ ኣለኻ ክገርመካ ነዊሕ ግዜ ኣሲሮም ነይሮም ሪሊ ተኣሲሩ ነይሩ እዩ ዝገርም እኳ እዩ ኣብ ኤርትራ ቆልዓ መሓቂ ተዛረበ ዳኸ ሰብ መረረ እንቋዕ ሓቐቐ በልዎ ገይሩ ክዛረብሉ እዩ ዘለዎም ዛቲ ኣኼኻ ኣሲረም ተነይሮም ገለመለ ከማንሰይ ክዛረብሉ እዩ ዝግብኦም ንፉዓት ባይዘዋይ ኣብ ከድኩም ስምዕዎም ኣተባብዕዎም ኣብዚ ነለኩም ሚረር ሜድያ ዝብል ሚረር ሜድያ ኣዳና ክዛረብ ከሎ ዓሰርተ ኣርባዕተ ድያ ዓሰርተ ገለ ሽሕ ውሕድ እያ ነይራ ማልያ ደይብሉ ሰብ ሳብስክራይብ ገይርዎም ባይዘወይ ኣተባብዕዎም ወል በዚ ተቐፂሎምዎም ኩሉ ሰብ ከተባብዖም እዩ ብሓፂሩ ብጣዕሚ ጽቡቅ ዝኮነ እቲ ዘቅርብዎ ሲ ብጣዕሚ ደስ ዝብለካ ሓቂ ምዝራብ ይመለኣሎም ቀጽልዎ ከምኦም ከኣ ካልኦት ከኣ ብዙሓት ክመጹ እዮም ብሕጂ ካብኣቶም ኣብነት ስለ ዝኮኑ ማለት እዩ እዚ ናይ ቴዲ ኣፍሮ እዚ እዞም ኢትዮ ፎርም ብጣዕሚ ንፉዓት ተንተንቲ እንድዮም እስከ ከመይ ተንቲኖማ ኮኑ ናይ ቴዲ ኣፍሮ ንስማዓያ

ምሰሶ ዘመመ ጣራው ሚያፈሳል ሃገር የሞተበት የት ሄዶ ያለቅሳል ይላል። በቃ ሃገረይ እንተ መይታትኒሲ ኣበይ ኬድካ ተልቅስ ሰብ እንድሕር ደኣ መይትካ ኣብ ዳስ ኬድካ ተልቅስ ሓቀይ ዶ ሃገር እንድሕር መይታትካሲ ኣበይ ኬድካ እኻ ትበኪ ኣበይ ኬድካ ከተልቅስ እዩ ዓቢ ትሕዝቶ ዘለዎ መልእኽቲ የሕሊፉ ባይ ዘ ወይ ዋው ሓቂ ንምዝራብ ብጣዕሚ ክቡር ዝኾነ ሰብ ሓያል ስነ ጥበባዊ ምሉእ ብቕዓት ዘለዎ በዚክሊ ባይ ናው ትማሊ ናምበር ትሪ ገለ ነይሩ ሕጂ ናምበር ዋን ክኸውን እዩ ብዓለም ደረጃ ይዛረብ ዘሎ እቲ ናቱ ቪዩስ ዊዝን አ ደይ ሚልዮንስ ዝስማዕ የለን ብራንክ ክረአ ከሎ ትማሊ ተርድ ነይሩ ኣብ ዓለም ምሉእ ሳልሳይ ነይሩ ኣብ ሓንቲ ኣብ ውሱን ሰዓታት ሲ እሳ ኣርባዕተ ሰዓት ከይመልአ ከሎ ሰለስተ ሚልዮንን ገለን ሓንቲ ቪድዮ ምኸ ዓሰርተ ሸሞንተ ቪድዮ ብሓንሳብ ፅዒንዎ ኩሉ እቲ ቪድዮታት ሕጂ ልዕሊ ሚልዮን ሰብ ርእይዎ ኣሎ ንሓንቲ ቪድዮስ ልዕሊ ሚልዮን ገለ ገሊኡ ግን ኣርባዕተ ሓሙሽተ ሚልዮን ገለ ከይዱ ኣሎ ማለት እዩ ሕጂ ከምዚ ኣብ ካልእ ዩቱብ ተጻዒኑ ስለው ቀስ እንዳበለ እዩ ሚልዮናት ዝበፅሕ እምበር ብሓንሳብ ቡም ኢሉ ኣይበፅሕን እዚ ሕጂ ሪከርድ ኣቢሉ ሴሩ ኣሎ ማለት እዩ ኣብ ካልኦሲ ከምሳት ገለ የለን ሶ መበል ሳልሳይ ነይሩ ትማሊ ምናልባት ሕጂ ምስቲ ብናህሪ ዝኸዶ ዘሎ ኣብ ናይ ቀዳማይ ኣብ ውሽጢ 24 ኣወርስ ወይ ከዓ ዊዝን ቱ ደይስ ናምበር ዋን ናይ ምዃን ተኽእሎታት እውን ኣሎ ማለት እየ ስለዚ እታ ዝሞተት ሃገርስ ናትና እዩ ኢትዮጵያ ደኣ መእከቢት ከማን ኮይናትና እወ ከም ኤርትራ ዝመተት ሃገር ኣብ ዓለም እውን የላን እንዲያ ዝመተቱ ሃገር ዝበሃል ንሕና ኢና ንሕና ኢና ሃገር ሜታቶም ንበሃል ካብ ኢትዮጵያ ንላዕሊ ንሕና ኢና ባይዘ ንሕና ኢና ሃገር ሜታትና ግን ከም ሕብረተሰብ ባይ ዘ ወይ እቲ እንዳ ህግደፍ ደሎ እቲ ኣብቲ ኣለኹ ኣብቲ ኣለኹ ዝበ ንሱ ንባዕሉ ዝመተ ሕብረተሰብ እዩ ዝመተ ሕብረተሰብ እዩ ሰው ኩሉ ኤርትራዊ ሲ ኣነ ካብቲ ደርፊ ናቱ ንላዕሊ ሲ እቲ ስምዒት ናይቲ ኢትዮጵያዊ ኣብቲ ኮመንት እሞ ረእይዎ ኣብ ውሽጢ ውስን ሰዓታት ኣርብዓ ሽሕ ሓምሳ ሽሕ ሱሳ ሽሕ ሰብ ኣብኡ ሪኣክት ዝገበሮ ኩሉ ከ በቃ ኔጌቲቭ ዝበሃል ኮመንት ዘይትርኢ ኩሉስ በቃ እንታይ እዩ ዝበሃል ዝገብርዎ ማለት እዩ ሶ ስምዒት ናይ ሃገር ናይ ሃገር ረእይዎ እዞም ናይ ደቂ ዓድና ናይ ሓሶት ኣብ እንዳ ህግደፍ ደሎ እምበሕበል እምበዕበል ሓሰው ትብልዎም እዚኦም እዚኣቶም ለቋምጭ እዮም ከምኡ ይኮን ሃገርካ ክትፈርስ ኩሉ ኤርትራዊ እዩ ክበክን ክነብዕን ከስተንትንን ዝግባእ ከም በዓል ወዲ ትካቦ ካልኦት ስነ ጥበባውያንን ከምኡ ኢሎም ክደርፉ ከለዉ ኩሉ ኤርትራዊ እዩ ክናዘብ በቃ ንብዓት ክመፆን ስምዒት ክሕድርን ዝግባእ ደንዚዙ ግን ሕብረተሰብና ደንዚዙ ህግደፍ ዝብሃል ሕብረተሰብሲ ደገፍቱን ንሱን ከይተቀብሩ እዛ ኤርትራ እዚኣ ሰላም ኣይመጻላን እዩ ኣብኡ ዘሎ ሕብረተሰብ ሕልንኡ ደጥፈኤ ኣብ ሓሶት ምንባር ዝለመደ ቀሹ ዓለሙ ኩሎም ኣዴታቶም ደቂ ኣንስትዮ ኣብኡ ዘለዋ ገስረጥ ንገስረጥ ኩላተን ብዛዕባ ፍረ ነብሲ ናይ ኢሳያስ ፍርንጭት ክቆጽራ ዝውዕላ ብዕሉጋት ደቂ ኣንስትዮ ተባሂለን መሕፈራት ዝኾነ ኣብቲ እንዳ ህግደፍ ደሎሲ ባጎኒ እንዳ ጉሓፍ እንዳ ንጽውዖ ባጎኒ ናይ እንዳ ጉሓፍ so እዚ ናይ ቴዲ ኣፍሮ ኣዝዩ በቃ ማለተይ ሲ ሓቂ ዘረባ ኣብ ገዛእ ዓዱ ኮይኑ ከምዚ ክዛረብ ከሎ ስጋብ ናይ ምእሳር ተኽእሎታት እውን ከጋጥሞ ይኽእል ምዃኑ እንዳፈለጠ እዩ ዝደርፍ ዘሎ ያ of course this is why ከዓ ዝያዳ ተፈታዊ ገይርዎ ማለተይ ሲ ተደምሮ ትብዓት ማለት እዩ ነቲ ጥበቡ ሲ ተደምሮ ትብዓት ኣብ ገዛእ ዓድካ ኮንካ ደቂ ዓድና ሃንጥሸ ኮማን ኣይብሉን ግደፍ ዶ ከምዚ እንታይ ዝባሃል ክገብሩ so እዚ ቀሊል ገርኩም ከይትሪእዎ እዚ ናይ ቴዲ ኣፍሮ ዓቢ እንተ ኣሽሚ እዩ by the way ዓቢ ዓቢ እዚ ኢልካ ክትገልጾ ዘይከኣል ዋላ እቲ ኤርትራዊ ንኩሉ እዩ ስምዒት እንተ ኣሽሚ ተንኪፉ እቲ ደርፍታቱ ማለት እዩ ብልክዕ ግን ሃገር ዝመሰረቶ ኣብዚ ሕጂ እዋን ኣብ ዓለም እንተሎ ሕልፊ ዝኾነ ማለት እዩ ኤርትራዊ ዜጋ እዩ ንሕና ኢና ሃገርና ሚታትና ደላ ፍርቂ ሚልዮን ዝኣክል ኤርትራዊ ኣብ ኢትዮጵያ ተጓሒፉ ኣሎ ርብዒ ሚልዮን ዝኾነ ኣብ ኡጋንዳ ተጓሒፉ ኣሎ ኣብ መላእ ዓለም ሚልዮናት ሰባት ተጓሒፍና ኣለና ዘሕዝነካ እዩ ካብዚ ዝኸፍእ ነገር የለን ናይዘወ ኤኒወይ ኣዋይድኩም ሰምዑ ትኽእሉ ኢኹም ኣብቲ ዳዕም ትሎብቲ ናይ ኢቶ ኢቶ ፎርም ማለት ጽቡቅ ጌርተን ትንዎ ስለ ዘሎ ካልእ መኣሲ ትማሊ ትማሊ ብዙሕ ሰበብ ከምፀኣሉ ከምዝኽእል እዚ ኪዳነ ኣመነ ገለ ዝበሃል ዝተዛረቦ ኣልሸባብ ምሳና ኣላ ገለ ገለ ዝበሎ ኖ ታደሰ ኣይትበል ድሕሪ የማነ ባርያን ኣብርሃም ኣፈወርቅን የለን ኣይትበል በዓል ወዲ ትካበ ኣለዉ ይኣኸ ስደት ሒዝዎም ደኣ እምበር ኣለዉ ስደት እንታይ እዞም ኩሎም ጭራባ ጭራውያን ከ መሊኦም ኣለዉ እኳ እዮም ሓቂ ንምዝራብ እንታይ እዩ ከም ሕብረተሰብ ኣብቲ ውሽጢ ዓዲ የስ ኣብ ውሽጢ ዓዲ የለን ኣብ ውሽጢ ዓዲ ዘየሎ ምክንያት ከኣ እንተደሪፎም ገለ በቲ ስርዓት ዝእሰሩን ገለን እኳ እዩ ቀሊል ኣይኮነን ክንፈልጦ ዝግብኣና ማለት እዩ ኤኒወይ ናበይ ከብለኩም ሕጂ መስለኩም እዚ ኪዳነ ኣመነ ዝበሃል ዘይእሙን መፃወቲ ቢላርዶ ናይ ኢሳያስ እንታይ ተዛሪቡ ትማሊ ኣብ ጎኒ ኣብ ጎንና ሲ መነ መን ኣለዋ ኢልወን ኣልሸባብ ሑቲ ገለ በቃተን ኣለዋ ዝበሃላ ማለት እዩ። ዝክሩ ተኾንክም ቅድሚ ሕጂ ኣነ ምስ ኢሳያስሲ ኣስመራ ከይደ ቢላርዶ ክጻወት ይደሊ እየ ኢሉ ዝነበረ እዚ ትሪእዎ ደለኹም ማለት እዩ። ሕጂ እዚኣ ሰበብ ከተምጽኣሉ እያ ኢልና ተዛሪብና ኔርና እዛ ኣብ ጎኒ ኣብ ጎኒ ኣብ ጎኒ ትግራይሲ ሑቲ ኣላ ኣልሸባብ ኣላ ገለ እንዳበለ ንኩላተን ነተን እንታይ እየን ዝበሃላ እተን ናይ ግብረ ሽበራ ዝኾና እንታይ ዝበሃል ሜንሽን ጌርወን ማለት እዩ። እዚ ኦረዲ ተተርጊሙ ከይዱ ናብ ኣሜሪካ ኤምባሲ በጺሑ ኮታ ናብ ብዙሕ ነገር ከም ትርኢ ኣለኹም ኮመን ጎል ን ፋሲሊቴት ኣብዚ ኣሊያንስ ኣብዚ ትርኢ ኣለኹም ኣለጅድ ቴሮሪስት ኔትወርክ ረይዎ ኣብዚ ትሪተን ሬጂናል ስታቢሊቲ ኢሎም ኣምፅኦሞ ዘለዉ ኣብዚ ረይዎ ኣብዚ ትሪኦ ኣለኹም እዚ ኣልሻባብ እዚ ሱዳኒስት ሙስሊም ኔበርሁድ ባዕሉ እውን ጠቒስዎ ስለ ዝነበረ እቲ ፒኤልኤፍ ኤሪትራን ትግራይ ሬጅን ፒኤፍዲጄ እንዳ ሻዕብያ ማለት እዩ ኣብ ዝኻነልኩም ሑቲ ናይ የመን በቲ መሰረት ንሱ እውን ዝበሎ እዩ ዝኸውን ዘሎ ማለት እዩ እዚታት ኩሉ ሕጂ እዚ ትሪእዎ ዘለኹም ስእሊ እዚ እዚ ሕጂ ኪዳነ ኣመነ ዝበሎ ተተርጉሙ ንኤምባሲ ናይ ኣሜሪካ ንካልኦት ናይ ምዕራባውያን ኤምባሲታት ተዋሂብዎም ከም ዘሎ ማለት እዩ ከምጻልኩም እየ ወብሳይታት ከይተረፈ ኣሎ ሶ ናይ ትግራይ ትገብርዎ ጉዕዘታት ብጥንቃቐ ይኹን ህወሓት ምስ ኣልሸባብ ርክብ ኣለኒ ይብል ኣሎ እሞ ጉዕዞኹም ተጠንቀቑ ዝብል ናይ ዋርኒንግ ኣለርት ናብ ኤምባሲታት ተላኢኹ ማለት እዩ እዚ ናይ ሆርን ኣፍሪካን ጂኦፖለቲክስ ረቪው ዝበሃል ንሱ ተርጊሙ ኣቕሪብዎ ኣሎ ኪዳነ መን ኢኻ ኤርምያስ እውን ናይ ኪዳነ ትንተና ሂብሉ ኣሎ ከምፀኣልኩም እየ ስለዚ እቲ ኩሉ ንሕና ምስ በዓል ሑቲ ምስ በዓል ኣልሸባብ ርክብ ጌርናዮ ዝበሎ ኦረዲ ተተርጊሙ ነቶም ኤምባሲታት ተዋሂቦም ኣብዚ ወብሳይት ከምፃኣልኩም እየ ኣብዚ ድሕዳ ርኢና ኣብዚ ናይ ኣሜሪካ ወብሳይት ኣብዚ ዩኤስ ኤምባሲ ኣብ ኢትዮጵያ ማለት እዩ ትራቨል ኣድቫይዘሪ ኢትዮጵያን ኤፕሪል 20 26 ማለት እዩ ናይ ሕጂ እዚ ዝትሪዎ ኣለኹም ኣብ ዝትሪዎ ኣለኹም ትግራይ ሬጅን ኣብዚ ቦርደር ዊዝ ኤሪትሪያ ድቱ ኣርሜድ ኮንፍሊክት ኣናረስ ኣብዚ ዝብል ዘሎ ኣብዚ ወፂኡ ኣሎ እቲ ናይ እቲ ናይ እቲ ናይ ትግራይ ኣብዚ ትሪኦ ኣለኹም ኣብዚ ናይ ኢትዮጵያ ኦረዲ ኣውፂኦም ኣለዉ ማለት እዩ ኦረዲ ሲ ትራንስሌት ተገይሩ ተዋሂብዎም እዚ ነታ ናይ ብዛዕባ ትግራይ ጥራይ ዘበለት ኣብዚ ከምፃልኩም ከምፃልኩም ክፍትን እየ ኦረዲ እዚ ናይ ኪዳነ ኣብነት ተተርጊሙ እዚ ናብ ኩላቶም እንዳ ሹም መፅሒ ትሪኦ ኣሎ ኣብዚ እንታይ ቢሎ ሪስክ ኢን ስፔሲፊክ ኤሪያስ ሌቨል ፎር ዱ ናት ትራቨል ኩሉ ግዜ ነቲ ሕብረተሰቦም ንሕዳር ሪስክ ክስምዕዎም ከምዚኣ ገይሮም ኦረዲ ሊስት ገይሮሞ ትግራይ ሬጂን ኢሎም ኣፅኦም እዚ ዱ ናት ትራቨል ቱ ትግራይ ሬጂን ኢንክሉዲንግ ደ ቦርደር ዊዝ ኤሪትሪያ ዱ ቱ ኣርሚድ ኮንፍሊክት

ወይ ዝተዛረቦ ንትግራይ እንታይ ዓይነት ፅልዋ ኣምፂኡላ ኣሎ ትማሊ እውን ተዛሪብናዮ ተዛሪብናሉ ነርና እንድሕር ዳ ሰሚዕኹሞ ኦረዲ እዚ ዘረባ እዚ ኢትዮጵያ ተርጊሞም ናብቲ ኩሉ ከብፅሕዎ ምዃኖም ኦረዲ ሓቢርናኩም ኣብዚ ናይ ዩኤስ ኤምባሲ ኣቲኹም ባዕልኹም ክትረኽብዎ ወይ ከዓ ከተብልዎ ትኽእሉ ኢኹም እቲ ንዛረበሉ ዘለና

ፈጥሯል ነው የተባለው።
ብቐጥታ ይኹን ብተዘዋዋሪ ኣብ ጎኒ ትግራይ ደው ዝበሉ እንመን እዮም? ኣብ ከባቢና ኣብ ውሽጥናን ካብ መንግስታት ብዓብዩ መንግስቲ ኤርትራ ኣሎ ናይ ሱዳን መንግስቲ ወይ ከዓ ኣልቡርሃን ዝመርሖ ናይ ግብፂ መንግስቲ ናይ ጅቡቲ መንግስቲ ናይ ስዑድያ መንግስቲ መንግስቲ ሊብያ መንግስቲ ሶማልያ ናይ ኳታር መንግስቲ እዞም ብመንግስታት ደረጃ እዚኣቶም ብቐጥታን ተዘዋዋርን ኣብ ጎኒ ትግራይ ኣለዉ ትማሊ ትግራይ በይና ነይራ እዚ ክስምረሉ ኣለዎ ዓመፅቲ ከንመን ኣለዎ ጎንና ዓመፅቲ ሓደ ኣልሸባብ እዩ ካሊእ ተቃዋምቲ ደቡብ ሱዳን ናይ ደቡብ ሱዳን ተቃዋምቲ ኣሰላልፋኦም ምስ ትግራይ እዩ ቀጥታ ድዩ ብተዘዋዋሪ ካሊእ ዘረባ እዩ ዓንቲ ወስሚረሉ እየ ተቃዋምቲ ደቡብ ሱዳን ኣሰላልፋኦም ምስ ትግራይ እዩ ካብኡ ከዓ ናይ የመን ሑቲ ብቀጥታ ይኹን ተዘዋዋሪ ኣሰላልፋኡ

መንግስታት ብዓብዩ መንግስቲ ኤርትራ ኣሎ ካብ መንግስታት ብዓብዩ መንግስቲ ኤርትራ ኣሎ ናይ ሱዳን መንግስቲ ወይ ከዓ ኣልቡርሃን ዝመርሖ ናይ ግብፂ መንግስቲ ናይ ጅቡቲ መንግስቲ ናይ ስዑድያ መንግስቲ መንግስቲ ሊብያ መንግስቲ ሶማልያ ናይ ኳታር መንግስቲ እዞም ብመንግስታት ደረጃ እዚኣቶም ብቐጥታን ተዘዋዋርን ኣብ ጎኒ ትግራይ ኣለዉ ትማሊ ትግራይ በይና ነይራ እዚ ክስመረሉ ኣለዎ። ዓመፅቲ ከንመን ኣለዎ ጎንና ዓመፅቲ ሓደ ኣልሸባብ እዩ። ካሊእ ተቃዋምቲ ደቡብ ሱዳን ናይ ደቡብ ሱዳን ተቃዋምቲ ኣሰላልፋኦም ምስ ትግራይ እዩ። ቀጥታ ድዩ ብተዘዋዋሪ ካሊእ ዘረባ እዩ። ዓንተ ወስሚረሉ እየ። ተቃዋምቲ ደቡብ ሱዳን ኣሰላልፋኦም ምስ ትግራይ እዩ። ካብኡ ከዓ ናይ የመን ሑቲ ብቀጥታ ይኹን ብተዘዋዋሪ ኣሰላልፋኡ ምስ ትግራይ እዩ።
ባይዘወይ እዚ ትሪእዎ ዘለኹም ተቃወምቲ ኩሎም ሑቲ ምስ ትግራይ እዩ፣ ኣልሻባብ ምስ ትግራይ እዩ፣ ኩሎም እቶም ኣለው ዝበሃሉ ናይ ዓለምና ግብረ ሽበራውያን ዝተባሃሉ ዋላ ፋኖ ኣብ ኣሜሪካ ከም ግብረ ሽበራ እዮም ዝርእዩ። ቦኮ ሓራም ጥራይ ረሲዖሞም ቦኮ ሓራም ረሲዖሞም እዚ ስጋብ ክንደይ ማኖ ሒዙ ኣሎ ፈፂሙ ኣይተረድኦን ምስዚኣቶም ዘሎ ድንቁርና ኣይደኖ እንታይ ዓይነት ድንቁርና እዩ ሻዕብያ እዩ ማኖት ሒዝዎ ዝብል ኣነ ብዕላማ እውን ክኸውን ይኽእል እዩ ሻዕብያ ኣካል ውድቀት ናይ ትግራይ ስለ ዝኾነ ፅምዶ ስለ ዝበሎ ምናልባት እንጣሽሙ ዝገብሮም ዘሎ ክመስሎም ይኽእል እዩ ብልክዕ ግን ንርዱእ ነገር ማለት እዩ ኣብዚ ብዙሕ ተንቲኑ ኤርሚያስ ምናልባት ከይበዝሓና ገለ ካብቲ ዝተንተኖ ኤርሚያስ ግን ትግርኛ ሓደ ኣርኪ ኣሎ ተርጊምካ ሓበኒ ብዝበልክዎ ኤርሚያስ ካብ ተንተኖ ኣብኡ ብዛዕባ ፅምዶ ኣሎ እንታይ እዩ ዝርርብ ናይ ኢትዮጵያን ኤርትራን ብመንግስቲ ቻይና ሰለሰን ስሳን ኣይንኽበብን ዝብል ፈኸራ ዘለዎ ኩነታት ባይዘወይ ኣብዚ ሎሚ እዋን መንግስቲ ቻይና ልኡኽ ናብ ኣስመራ ኣዲስ ኣበባን ብምስዳድ ኣብ መንጎ መንግስቲ ኤርትራን ኢትዮጵያን ዝርርብ ምርድዳእን ንኽፈጥር ጻዕሪ ይገብር ኣሎ እዩ ዝብል እቲ ዝርርብ ውጽኢታዊ ይኸውን ድኣ ይኸውንን ይሰማምዑዶ ዝብል ብከይዲ ግዜ ዝረኣ እዩ። እቲ ዝርርብ ግን ዕላዊ ኮይኑ ኣሎ ይብል። በዚ ምኽንያት ኣብ ደምበ ናይ ህወሓት ምድንጋፃት ተፈጢሩ ኣሎ። ኣብ መንጎ ኣባላት ህወሓት ዘሎ ኣፈላላይ እውን ሻዕቢያ ክሕግዘና ስለዘይኽእል ምስ መንግስቲ ፌደራል ተሓባቢርና ንስራሕ ኣብ ዝብሉን ፅምዶ እዩ መዋፅኦና ኣብ ዝብሉ ጉጅለታት ተኸፋፊሉ ይርከብ ይብል። ሻዕብያ ከሓዲ ስለ ዝኾነ ምስ መንግስቲ ኢትዮጵያ እንተ ተሰማሚዑ እቲ ሓደጋ ኣብ ልዕልና እዩ መኼዲ የብልናን ስለዚ ምስ ፈደራል ምርድዳእ ይሕሸና ዝብሉ ኣባላት ናይ ህወሓት መራሕቲ ናይ ሰራዊት ኣዘዝቲ ፖሊስን ኣብ ዓቢ ጭቕጭቕን ኣፈላላይን ወዲቖም ይርከቡ ይብል። ከም ውጽኢት ጽምዶ እውን ሻዕብያ ስጋብ ሕጂ ካብ ኣጽዋር ወጻኢ ዝሓገዞም ሓገዝ የለን። እቲ ፅዋር እውን ንወርቂ ብወርቂ ወርቂ ብምልዋጥ ማለት እዩ ካብ ትግራይ ወርቂ ወስዱ ለይጠቅም ዓካስ ብረትብዎ ወርቂ ብምልዋጥ እዩ ይብል ጋዝ ነዳዲ መድሃኒት ናይ ወደብ ዝኾነ ኮሪደር ኣቕርቦት ሸቐጥ ዝደለካዩ ኣቑሑት ይኹን መሳርሒ ምእታው ኣይፈቐደሎምን እቲ ሰለስተን ስሳን ዲግሪ ኣይንዕፆን ኢሎም ዝፈክርዎ ዝነበሩ ድማ ማይ ንማይ ተሪፉ ይብል ማይ ኮይኑ ተሪፉ ዝኾነ ይኹን ሓገዝ ዝኣቲ የለን ዝተከፍተሎም ነገር ውን የለን ወርቂ ትህብ ኣጽዋር ይወሃበካ ንሱ ውን ሻዕብያ ዝፈቆዶ ኣጽዋር ብሓገዝ ዘይኮነስ ብገንዘብካ ይብል ትግራይ ማልያ ዘይብሉ ወርቂ ጉሒፋ ንሻዕብያ ተረክበላ ናይ ጠቅም ዓካስ ብረት ከኣ ይህብ ኣሎ ማለት እዩ ካብ ወርቂ ብተወሳኺ ካብ ኢትዮጵያ ነዳዲ እኽሊ ከም ጣፍ ካልኦት እኽልታትን ካብ ናይ ኢትዮጵያ ዕዳጋ ብምግዛእ ናብ ኤርትራ ብምልኣኽ ብኣፅዋር ምቕያር ይብል ኣሎ። እዚ እዚ ዝረኣዩ ኣባላት ናይ ህወሓት ሰራዊት ሻዕብያ ከዛልቀና ዘይኽእል መሓዛ እዩ፣ ዘይእመን እዩ ኢሎም ኣብ ትግራይ ፖለቲካዊ ኣፈላላይ ፈጢሮም ይርከቡ ይብል። ነዚ ኣፈላላይ ብምዕምጻጽ ምስ ፈደራል መንግስቲ ውግእ ክንገብር ኣለና ዝብሉ ወሳናየ ወሲኖም ይርከቡ። ነቶም ዝተቓወምዎም ከኣ ምስ ኣፈላላዮም ክቕጽሉ ወሲኖም። ከም በዓል ጌታቸው ባንዳ ከሓዲ ኣይንብሎምን ሰብ ክስሕቐና እዩ። ምስ ዘለዎም ኣፈላላይ ምሳና ይቐጽሉ። ቅድሚ ሎሚ ተፈላልዮምና ዝኸዱ ብዙሓት ጉድኣት ኣብዚሖምልና እዮም። ህዝቢ ክድንግጽ እዩ፣ ንግዚኡ ከኣ ምሳና ይኹኑ ካልእን ዝብል ዘለዎ ትሕዝቶ እዩ ኣብዚ ባይ ዘ ወይ ኣስፍሕ ኣቢሉ ተንቲንዎ ዘሎ ብዙሕ እዩ ንጣሽሙ ኣቢሉ ዘሎ በምሓርኛ ስለ ዝኾነ እዩ ንዓኻትኩም እውን እንታይ ዝበሃል ስለ ዝገብረኩም ኣብዚ ናይ መን እዩ ዝበሃል ኣብዚ ናይ ትሪዎ ዘለኹም ኣብቲ መን ኢኻ ትብሎ እዚ ኪዳነ ኣመነ ዝተዛረቦ ግን ናብ ብዙሓት ኤምባስታት ከም ዝበፅሐ እዩ እቲ ሓበሬታ ዘሎ ማለት እዩ ኣብዚ ከም ትሪኦ ኣለኹም ሆርን ኦፍ ኣፍሪካን ኣብዚ ጂኦፖለቲካል ሬቪው ዝብል ትሪኦ ኣለኹም ኣብዚ ኢንቴሊጀንስ ሴኪሪቲ ን ፖሊስ ዲቪዥን ዳይሬክቶሪ ፎር ስትራቴጂክ ትረት ኣናሊስ ኣብዚ ኤርጀንት ስትራቴጂክ ዋርኒንግ ቱ ወስተርን ዲፕሎማት

ኮንስቲትትስ ኤ ዳይረክት ኣድሚሽን ኦፍ ኢንገጅመንትስ ዊዝ ኣክተርስ ዛት ፖዝ ኤ ትረት ናት ኦንሊ ቱ ኢትዮጵያ ባት ቱ ሬጅናል ኤንድ ግሎባል ሴኩሪቲ ኤንወይ ከይንኦሓና ግን እዚ ኣስፋሕ ኣቢሎም ብዛዕባ እቲ መን ኪዳነ ኣመነ ዝበሃል ብምሉእ እዚ ታይ ገይሮም መስለኩም ፁሙቅ ኣቢሎም ናብ ኩሎም ኤምባስታት ኦረዲ ናይ ኤምባሲ ኣሜሪካ ኣብ ኢትዮጵያ ከምቲ ዓንተ ዘርኣኹ ናብ ትግራይ ከይትጓዓዙ ዝብል ዎርኒንግ ኣውፅኡ ሶ ኦረዲ ምስ መን ከም ዝሰርሑ ዘለዉ ሲ ካብ ቃሎም ወሲዶም ትራንስሌት ገይሮም ተጠቂሞምሉ ማለት እዩ ተዛሪብና ኣለኹም ኣኒርና እዚ ኣብ ቀዳማይ ኢትዮጵያውያን እዚኣ ክትቆምላ ፀላኢኻ ሲ ኣይኮነን ዶ ክንዲዚ ዝኣክል ዱባላ ተዛሪብካ ዋላ ዘይተዛረብካዮ ከማነይ ካብ ትሓስቦ ኢሉ ከብለልካ ክእል እዩ እዚኣቶም ግን ባዕላቶም እዮም ጭብጢ ዝህብዎም ዘለዉ በዓል እዚ ኪዳነ ኣመን ዶ ዋላ ገለ ዝበሃሉ ዘለዉ ማለት እዩ ብጣዕሚ ዘሕፍረካ ብጣዕሚ ዘሕፍረካ ኣሰከፍቲ እዮም በዓል እዚኣቶም ከመይ ገይሮም ናብ ቅድሚ ዘምፅዎም ባይዘወ ዝገርመካን ዘሕዝነካን እዚ ከመይ ኢሎም እዮም በዓል እዚ ናብ ናብታ ዝበሃል ዘምፅዎ ምስ ሑቲ ምስ ኣልሸባብ ንሰርሕ ናይ ኢልካ ዘረባ ኣሎ ብጣዕሚ ዝገርመካ ስለዚ እዚ ናይ ኪዳነ ዝገለጾ ናይ ህወሓት ደገፍቲ ማለት ኣሸበርቲ ትካላት ኣብዚ ናይ ሆርን ኣፍሪቃ ናይ ጂኦ ፖለቲካል ማለት ረቪው ዝብል እትበሃል ኣብሲ ትካል ማለት እዩ ንኪዳነ ዝተዛረበ ትርጉም ብሉ ጥንቃቐ ንክገብሩ ክብል ንምዕራባውያን ሃገራት ናብ ኩሉ ኤምባስታት ከም ዝለኣኽዎ እዩ ነቲ ናቱ ዘረባ ተርጊሞም ማለት እዩ ምስ መን ከም ዝሰርሑ ዘለዉ ሲ ኦረዲ ተርጊሞም እንታይ ዝበሃል ገይሮሞ ካልእ እቲ ብዛዕባ መንግስቲ ቻይናን ኢትዮጵያን ንኤርትራ ንምትዕራቕ ፃዕሪ ምጅማሩ ገለ ዝብል ከኣ ኦረዲ ክንገረኩም ጸኒሐ ማለት እዩ ስለዚ እቲ ስቂካ ብዛዕባ ኤርትራ ንትግራይ እስከም ሰለስትን ስሳን ዲግሪ ኣይንዕጾን ገለ ዝብልዎ ካለም ፋረቅ ሓደ መዓልቲ ሻዕብያ ማኖ ክትሕዞም ምዃኑ ማኖ ትሒዙ ክገድፎን ከም ዝኽእል ክንደይ ግዜ ተዛሪብና ኢና ሻዕብያ ዝእመን ስርዓት ኣይኮነን ሻዕብያ ኣይትእመኑ ክንደይ ግዜ ከምኡ ኢልና መን ግን ይኣምነካ ወዲ ሓወበይ ኣብቲ ዝነበረ ኣፈላላይ ባይዘወይ ዓንተበይ ንሱ ዝዛረበሉ ዝነበረ እቲም ኣፈላላይ ዘምጽኡ ኣብቲ እንዳ ሽሙ እዞም ትሪኦም ዘለኹም እዮም ነዚኣቶም ሕጂ እንታይ ኢሎም ዝጽውዕዎም እቶም ኣብቲ ናይ ጽምዶ ዘለዉ ሰባት ባንዳታት ግርም እኳ ዝደጋ ባንዳታት ኢሎም ዝጽውዕዎም ኩናትሲ ኣየድልን ዝበሉ ሰባት እዮም እዚኣቶም መንግስቲ ኣልቦ ኦኬ ክንከውን ከም ዘይብልና ለውጢ መሪሕነት ወይ ከዓ ሪፎርም ከም ዘድሊ ዝተበታተነ ዓቕሚ ሰብ ከዓ ናብ ሓደ ንክመፅእ ምግባር እዚኣቶም ኣርባዕተ ማለት እዩ ኣርባዕተ እዚኣቶም ኣለን ገብረዋሂድ ተክላይ ገብረ መድህን ዶክተር ፍስሃ ዶክተር ፍስሃ ሃፍተፅዮን ከምኡ ከዓ ዶክተር ሰላም ኪዳነ እዮም ዝኾኑ ዘሎ ማለት እዩ ስለዚ ከምኡ ኢሎም ንዚኣቶም ከምኡ ብምባሎም ጥራይ ብዙሕ ነገራት እዮም ተባሂሎም ኣብቲ ናይ ፅምዶ ዘለዉ እዞም ኣርባዕተ ካሓድቲ እንታይ በቃ ብሓባር ኣንጻር ወዲ ወረደ ስለ ዝወሰኑሲ እንታይ ዓወት ዘጓናጽፉ ወይ ከኣ ዘምጽኡ ኮይኑ ተሰሚዕዎም ኣነ ክፈልጥ ኣይክእልን ባይዘወይ በዓል ስታሊን እውን ምስዚ ጎደፋይ ቀጻል እንዲ ዝመጽእ ወዲ ወረደ ናብ ፈደራል ደው ኢሉሲ ዝተዛረቦ ሚስጥር ዝበሎ እውን ኣሎ እንታይ ሚስጥር እዩ ኣበይ ኮይኑ እዩ ሪከርድ ገይሩ ኣነ ክንፈልጥ ኣይንኽእልን ግን ወዲ ወረደ ደው ኢሉ ዝተዛረቦ ሚስጥር ኢሉ ዝተዛረቦ ኣሎ እስከ እንታይ ሚስጥር ንስማዕ ሓቢርና ጠፊኦም ዝኸዱ ሰባት ኣሎ ናብ ካሊእ ንወዲ ወረደ ንዘይምሽካም ንዛረብ ዘለና ወዲ ወረደ ህዝቢ ስለዝወደቀ ኣይኮነ ወዲ ወረደ ውዱቅ እዩ ዝወደቀ ምሳሌ በዝሑ ኣይኮነ ንዛረብ ዘለና ንምንታይ ንከምዚ ዝገበረ ወለዶ ከመይ ጌርካ ትክሕዶ እዩ ንምንታይ ንከምዚ ዘለ ወለዶ ንዓጀብትኻ ከመይ ጌርካ ትሓሚ እዩ ንዓጀብቲ እዩ ዝሓመ እዚ ሎሚ ዝረኸብና እዩ ዝነግረካ ኣለኹ ሎሚ ዝረኸብና እዩ ሓበሬታ ዛራ ሚድያ ዝረኸቦ ንዓጀብቲ ሓሚ ሰለልቲ ናይ ሕወሓት እዮም ይብሎም ኣነ ዘይደልዮም ዓጀብቲ መጽዮምኒ ይብል መኣ ካብ መኣስ ጀሚሮም ዓጀብቱ ሰለቲ ኮይኖም ካብ መኣስ ጀሚሮም እዮም ዓጀብቲ ናይ ሕወሓት ሰለቲ ገይሩ ዝቆጽሮም ክንዲ ንሱ ኣብ ማእኸል ኣብ ገዝኡ ከፍ ኢሉ ዙርያ ዙርያ ጥበቃ ተባሂሎም ንሓለዎ ብቁርን ብፀሓይን ንሓለዎ ዝሓድሩ ሰለልቲ ይብሎም ንኣት ይጥርጥሮም እየ እዚ ንብልፅግና ተዛረቦም እየ ነግረካ ኣለኹ ንብልፅግና ተዛረቦም እዩ ዓጀብቱ ዘይምእማን ማለት ናይ መወዳእታ ሞት ማለት እዩ። ሓደ ኣዛዚ ንዓጀብትኻ ምጥርጣር ማለት ናይ መጨረሻ ሞት ማለት እዩ። ካብዚ ኩሉ እዚ እንካ ኢሉ ዓጃቢኻ ክኸውን እዩ ከቢሉ ዝመፀካ ምስጢርካ ሓላዊ ዓጃቢ ማለት ምስጢርካ ሓላዊ ማለት እዩ ናትካ ማለት እዩ ጉድካ ዝሕሉ ገመናካ ዝሕሉ ማለት እዩ ዓጃቢ ከም ኢልዎም ብዝኾነ ናብ ድህነት መስራቤት ደዊሉ ሎሚ መዓልቲ እየ ዛረቦ ዘለኹ ቅድም ኣምሓርኛ መደብ ድሕሪ ተኸታቲልኩምኒ ንእሽተይ ሕፅር ኣቢለ ተዛሪበሉ እየ ናብ ድህነት ደዊ ሎም ኣጋ ምሸት ፍርቂ ለይቲ ዶ ሓሊፈ ኣሎ ኢትዮጵያ ዳርጋ ፍርቂ ለይቲ ይኸውን ኣሎ ናብ ሓሙሽተ ፈረቓ ንኸውን ኣሎ ኢትዮጵያ ዐይኖ ኣብ ኢትዮጵያ ካብ ዘለኹም ትፈልጥዎ ዳርጋ ፍርቂ ለይቲ ኣሎ ምሸት ምሸት ሰዓት ሓደ እስካብ ሰዓት ክልተ ኣካባቢ ዘሎ ድውል ኣምሽው ናብ ድህነት መስሪያ ቤት ደውል እዩ ሰብዚ ብመረዳእታ ኢና ንዛረቦ ዘለና መለዚ እንታይ እዩ ቋንቋ እዚ ክንዛረቦ ተለና ከምዚ ጌርካ ኢኻ ወዲ ወረደ ከምዚ ጌርካ ኢኻ ወዲ ወረደ ክንብሎ እንተለና እቲ ድምፂ ክነስምዖ ግድን ኣይኮነን ዲስክራይብ ንገብር ኣለና እታ ኢንሲደንት ምስ መን ተዛሪብካ ኣብ ምንታይ ሰዓት ተዛሪብካ ብዛዕባ እንታይ ተዛሪብካ ንዛረቦ ኣለና በበይ ረኺብኩምዎ ድምፀይ በበይ ክም ረኺብኩምዎ ናትካ ጉዳይ ይኮነ ነብዚ ናትካ ጉዳይ ይኮነ ግን ይሕመና ይሕመና ኣብዚ እዋን ተሸኪሞምኻ ዝነበሩ ቆላ ተምቤን ኣብ ቆላ ተምቤን ተሸኪሞምካ ነብስኻ ተሸኪሞምካ ንክትሸይን ወይ ንክትበልዕ ጥራሕ ትወርድ ነርካ ካብ ቃሬዛ ሕዚ መፂኦም ምስ ንዓጀብትኻ ትሓሚ ምስ ብልፅግና ኮይንካ ኣብ መቐለ ኮይንካ ኣብ መቐለ ኮይንካ ኣዲስ ኣበባ ኮይነ ኣይኮነ ኣዲስ ኣበባ ኮይነ ኣይኮነን ኣብ መቐለ ኮይኑ ዝሓምዮም ጥቁር ባንዳ ዘለዎ ኪዳን ኣመነ ከምኡ እዩ ኣብ መቐለ ኣይወፅእ ዝብሎ ናይ መጨረሻ ሕምስምስ ኣቢሉ ክወፅእ ዝደሊ እቶም ቀድም ኢሎም ነጭ ባ ጽዕ ጻዕዳ ባንዳ ዝብሎም ግን ቀዲሞም ቀዲሞም ተፈለጡ ማለት እዩ ክሒዶም ዝኸዱ ንኣቶም ጻዕዳ ይብሉ ሪላይ ትብል ጽሩያት እዮም ንጹሃን እዮም ይብሉ ይብሎም ኪዳነ ስለዚ ደውልካ ኢኻ ክኸይድ እኔ ትኬት ዋላ ትኬት ኣዳልውለይ ኢልካ እዮም መኣስ ከም ትኸይድ ኣይንፈልጥ ጽባሕ ዲኻ ድሕሪ ጽባሕ ዲኻ ኣይፈልጥን ግን ትኬት ኣዳልውለይ ኢልዎም እዩ ዝረኸብና እዩ እዩ ሓሳብ ቀይረ እየ ኢልካ ክትቀፅዕ እንተኮንካ ው ፅቡቅ ፀናሕ ንሕወሓት እውን ሓሚኻዮም ኣለካ ሕወሓት ብኢደ ክንቀትለካ ብጥይት ክንቀትለካ እናበሉ የፈራርሑን ኣለዉ ኢሉ እውን ሓሚዎም ኣሎ ንህይወት ከም ዝሰግጥ ተዛሪቡ ኣሎ ሬድዋን ሁሴን ስኢንዎ ኣሎ ንሬድዋን ሁሴን ደዊሉ ስኢንዎ ኣሎ እዚ ኣጋጣሚ
ከምዛ ምስኡ ዝወዓለ ኮይኑ እዩ ዝዛረብ ኣነ ዝገርመን ነገር እኮ እዚ እኳ ከምዛ ምስኡ ኣብኣ ዝወዓለ ኩሉ ክዕለቃ ከሎ ትዕላል ሲ እንታይ ድዩ በቃ ከምዚ ናይ ኣሰና እንዲ ላሚድዎ ምንጭታትና እንዳበሉ እቲ ዘረባ ራሓደ ምንጭ ዘይብሎም ሲ ምንጭታትና ዝበልዎ ምንጭታትና ዝበልዎ እንዳበሉ ምዝራብ ዘልመዶም ኣሰና እዩ ባይዘወይ ግን ወላ ሓንቲ ሰሊካ ኩሉ እንታይ ምስለኩም ኣርእስቲ መምሰኣኑ ባዕሎም ፈጠራዊ ዝኾነ ሓሳብ ሒዞም መፅኦም ከምኡ እዩ ዝኸውን ክብል ከምኡ እዩ ዝሓስብ ዝኸውን ገለ ብይኸውን ዘሕልፍዎ መልእኽቲ ዳርጋ ኩሉ ክትብሎ ትኽእል ከምዛ ምስኡ ዝወዓሉ ዝሓደሩ እዮም ዝዛረቡ ገለ ገሊኦም ዝስደዱ ስኢሎም ዝስደዱ ከይመስለኩም ዓቕሎም ፀብዎም ክፍንደኦም ኢሎም እዮም ዝኾኑ መንኮሊ መሽለኹሲ ኢሉ ከምኡ እዩ ዝኽየድ ንሕተቶም ነቶም መናእሰይ ኣብ ትግራይ ዝኒሀ ፀገም ናይ ዓቕሚ ፀገም እዩ ናይ ውሽጥና ፀገም እቲ ናይ ውሽጥና ዝኒሄ ርኢኹም ተሓታትነት ከይረጋገፅ ሰንፈላ እንዳኾነት ናይ ውሳነ ዕኒኒኒኒ ትብል ዓቕሚ እያ ካልእ የብላን ኣብ ውሽጢ ከዓ ከምዚ እንዳበለ ቅንዕና ዘይብሎም ነቶም ዓቕሚ ዘይብሎም ቅንዕና ዘይብሉ ከዓ ኣብ ትሕቲኦም ይኾኑ እሞ ነገራት ቁልፍ ትብል እቲ ህዝቢ መከሩ ይበለ ገለገሊኦም ዝስደዱ ስኢሎም ዝስደዱ ከይመስለኩም ዓቕሎም ፀቢብዎም ክፍንደኦም ኢሎም እዮም ዝኾኑ ወ መስለኹ ስኢኖም ዓቕሎም ፀቢብዎም ክፍንድኡ ደልዮም ይብላ ኣሎ ሓቂ እዩ ሃይለ እኳ ሓደ ሓደ ግዜ ሓቂ በጨቕ ብሎ እዩ ኣይሓድረላን ኣይውዕለላን እዩ ደኣ እምበር ስታክ ከይገብር ንምሻሎ ቀልጢፉ ንጣሽሙ ይገብር እዩ ባይዘ ወይ እዚ ኣረጋይ ከዓ ቁሩብ ሽነት ኣላቶ እንድያ እንታይ እዩ ዝብል ሻዕብያ ከምዚ ምብልዎ እስከ ተረድኦም ተዛሪቡ ንሕና እውን ቅድሚ ሕጂ ተዛሪብና እዞም ኣብ ፅምዶ ዘለዉ ደገፍቲ ህግደፍ እዮም ካብ ሻዕብያ ብሻዕብዩ ዝተም ደገፍቲ ህግደፍ እዮም ዘይጠቅም ገንዘብ እንዳሃቡ ዝልእኽዎም ከቢድ ፀገም ኢና ንሓልፍ ዘለና ፋይናንስ የብልናን ዝሕግዘና ሰብ የለን በእግርና ኢና ንጓዓዝ ሓለዋ የብልና ናይ ፀጥታ ሓለዋ የብልና ብገንዘብና ኢና ንቃለስ ኣለና ብገንዘብና ካብኡ ከዓ ኣብ ወፃእ ዘለው ኤርትራውያን
ኣብ ወፃእ ዘለው ኤርትራውያን በዓል ተወርዋሪ እዮም ዝእዝዝዎም ዝልእኽዎም በዓል እዚ ፀለሎ ሜድያ